ሰላም ኣዶናይ ን ዓሰርተ ኣርባዕተ መዓልቲ ተኣሲሩ ንክጸንሕ ተወሲኑ ኣሎ። አዶናይ ጃኒ እና ናፒ ዛሬ ችሎት ቀርበው ለማግኘት ችዬ ነበርና ግን ለአስራ አራት ቀን ምርመራ እንዲደረግ ከምኡውን ኣቦ ኣዶናይ እውን ፃውዒት ንመንግስቲ ካናዳ ኣቦ ኣዶናይ ዝኾኑ ኣይተ ብርሃነ ሃይለ ሚካኤል ናብ ኤምባሲ ካናዳ ክትትል ንክግበረሉ ብደብዳቤ ኣፍሊጦም ኣለው። ኣቦ ኣዶናይ ሓውና ንኢምባሲ ካናዳ ሓጺር ኢመይል ጽሒፉሎም ኣሎ። እቲ ኢመይል ድማ ከምዚ ዝስዕብ እዩ ዝመስል። እንታይ ይምልከተኒ ስለ ኣዶናይ ንምንታይ ዘይ ኣስርዎ ዘልኣለም ዓመት ኣብ ኣርባዕተ ዓመት እዋ ዘይ ኣስርዎ። ባይዘወይ እዚ ኢና ንለና እኮ ሓደ ሓደ ሰባት ክትሰትዩ ተለኹም ናብዚ ሚድያ ኣይትምፁ ምክንያቱ ትዛረቡ ኣይትፈልጡን ከምኡ እውን ናይ ሰብ ቲክቶክ ፅላለውን እናቐፀለ እዩ

ኣከመ ከም ጅርቱ ጅራ ኣህለን ወሳህለን ኬፍ ሓልኩም ኒሃው እናብ ናብ ቻይና ነጋ ማሕተን እናብ ናብ ሳው መደብና ጀሚርና ጀለና ቀድሚና መደብና ምኻድና ንዚ ቻናል እዚ ሓደሽ ለኹንኩም ሳብስክራይብ ምግባርኩም ከይትርስዑ ከምኡ ድማ ንዚ ቪድዮ እዚ ላይክ ንቐጽል ካብኡ። ላይክ ገይረካ።
ኸልተ ሰብ መሊኣ መሊኣ ተኸድ ተኸድ ርገዘለይ ርገዘለይ
ርገ እሺ ፍትክልቲ ኣብ ላሎምዓት መደና ድማ ከምቲ ልሙድ ኣብ ዝህልውን ኣዘራረብቲ ዘለዉ ዛዕባታት ክንሪ ኢና ከምኡውን ብጣዕሚ ለሰዕሉ ዘናግዑን ቪድዮታት ድማ ተዳልዮም ኣለዉ ለስክተን ምንሳይና ለውግተን ንክ ኢና ክዳን ክደሉ ኣለብን ድማ ክዳንና ክንቀድድ ኢና ክዳንኩም ቅደዱ ከምዚ ጌርኩም ክዳንኩም ቅደዱ እንኳዕ ብሰላም ናብ ዝሰርሕ ዝኾነ ቻናል ብድሓን ምጻኹም ተጋድኑ ኤድዋን ኣሕዋተይ ብላይ ኣፋላይ ንቐጽል እሺ ፍትልቲ እስቲ ከመተው ክኾነና ለሙን ከምቲ ልሙድ ብኣገራሚ ዝኾነ ቃለ መሕተት ኢና ክንጅምር እስቲ ናይ ዝሓፍትና እዚኣ ዕድመ ክንደይ ይኾን ገምቱ ክንደይ ከም ትብለና ንስማዕ

እዚ ቁመና እዚ ናይ ጓል ዓሰርተ ሰለስተ ዓመት እዩ። ኣነ እውን ኣይተረደእንን ኣነ እውን ኣይፈለጥኹን እስቲ ኦኬ ስለ ኣልክ ከ ዓሰርተ ከይ ትገሪ ዓሰርተ ዓሰርተ ኦኬ ደሳሉ ሞኽ ዝፈቱ ከይ ልዕለክ ሞ ካብ ዓሰርተ ከይ ትገሪ ትኸ ኣረ ራሕዋት እዚ ናይ ጓል ዓሰርተ ሰለስተ ዓመት ይኾነ እዩ እሺ መዓረይ እርግፀኛ ዲኺ ማለት ወለድኺ ንዓኺ ክሕጉሱ ኢሎም ጓል 18 20 ዓመት እናሃለኺ ጓል ህንዲ ዓመት እየ ክትልዮም ተለኺ ጓል 13 ዓመት ዳ ኮንኩ ጓለይ ኢሎም ከይኾኑ ኣፃሪ
እስቲ እስኻትኩም ዕድሚኣ ገምቱ ኣብ ኮሜንት ኣቐምጡ ኣነ ዓሰርተ ትሽዓንተ ኢለ ኣለኹ በቃ ተሰኪፈ እየ ግን ዓሰርተ ሸዓንተ ዓመታ እያ እዛ ሓፍትና እዚኣ
እስቲ እዚኦም ከ ደቂ ዓሰርተ ሸዓንተ ዓመት ዶ ይኾኑ ንከታተል የኔ ፍቅር ወይ ማርገ
ተፈላሊና ንሃለና ማለት መን ይዱለል ከይሩ ወይ ከዓ መን ይልምነ ከይሩ

ዓርኩ ናደወለ ንዕኽ ጋብዘኪ ይብላ ነይሩ ኣይ ከተዓርቆም እዩ ከተዓርቆም እዩ ሕማቕ ኣይንሕሰብ ሕማቕ ኣይንሕሰብ ከተዓርቆም ደልዩ እዩ በቃ እስቲ ኣብዚ እውን ንኣዋል ጥራይ ክብሎ ዝተፈቐደለን ንዓና ግን ዘይፍቀድ ንኣወዳት ዘይፍቀድ ንስማዕ ኣዋልድ ጥራይ ክብልኦን ክገብርኦን ዝፍቀደን ንወዳት ግን ዘይፍቀድ እና ነገራት ኣሎ እንታይ እዩ እንታይ ገለ ካብኡ እታ ጓል ኣንስተይቲ ብዲኻ እስከ ረሲዕካ ኣለካ ነብስኻ ተሓፀብ ክትብለካ ትኽእል እያ ትወዲ ግን ክብል ኣይክእሉ ይፍቀደሉ እዚ ነገር እዚ ኢኖ እታ ጓል ኣንስተይቲ ኣብ ቦታ ቆፀራ ክድንኩ ትኽእል እያ ትወዲ ግን ክድንኩ ይክእል ኣይፍቀደሉ እዚ ነገር እዚ ኣብ ገዛእ መርዓኻ ክልቴኻ ትምርዖ ኢኻ ዘለና ኣብ ገዛእ መርዓኻ እቲ ባድላ ዋላ ስኻ ክትመርፅ ኣይፍቀደካን ንሳ እያ ትመርፀልካ ትክክል ብዙሕ ነገራት ኣብቲ መርዓ ዘካዋ ንሳ እያ ትመርፅና ኣይ ቲንክ መርዓ ኢኻ ትሕልፈላ ዘላ ምስሊ ንስኻ ትመርዓ ከም ዘላ እሺ ኣስተውዕልኩም ልትፈልጥ ዶ ኣይንፈልጥን ነገራት ኣሎ ንደቂ ኣንስትዮ ዝፍቀደ ንሕና ክንገብሮ ግን ዘይፍቀደና ወይ ክንብሎ ዘይፍቀደና ኣስተውዕልኩም ኦ ክገብሮ ክእል እንዲ እሞ ክብሎ ክእል እንዲ ክትብል ትኽእል እያ ወይ ኣብ ብላክ ሊስት ኣለኻ ወይ ድማ ሲንግል ኣለኻ ማለት እዩ ኣይፈለጥካ ኣለኻ እዚ ነገር ኣይተረደካ ሓቂ ደቂ ኣንስትዮ ኣብ ኮመን ሴሽን እስከ ጸሓፉለይ ናብ ካልኦት ጋር ሸር ግበርዎ ሓሳባቶም መታን ከቐምጡ ኣይ ላቭ ዩ ፒስ ኤን ላቭ ግን ፌር ኣይኮነን ደቂ ኣንስትዮ እወ ናይ ብሓቂ ፌር ይኮነ ባይዘወይ ፍትሒ ንኣወዳት ንብል ተለና ፎቲና ይኮና እዩ ኸዚ እውን ፍትሒ ነወዳት መሰለ ወዳት ይተሓሎ ብኣና ብናይና ምርጫ ንኽድ እወ ብናይ ክንክ ንኸድ ኢና ግን ድምፀ ወዳት ይሰማዕ እስቲ ኣብዚ እውን ሓንቲ ኢንተርቪው ኣላ ሓንቲ ማማ ሓዳስ ሰላም ተኸታተልቲ ገዛ በረሓት ሎማዓንቲ ድማ ምስ ምንዓስ ሓፍተን ልማማ ሓዳስ ተራኺብና ኣለና ሕሜት ብሃመይ ጀሚረኖ? ኣነ ዝጀመርክዎ። ሕሜት ብኸመይ ጀሚርክኖ? ኣነ ልፈልጥ እዚ ስራሕ እዚ ብኸመይ ጀሚርካዮ? ኣመይ ጌርካ ተለዊጥካ እዩ ነይሩ? ናኸዚ ኣሕዋት ተቐይሩ እዩ ጊዚኡ። ሕሜት ኸመይ ጀሚርካዮ? እሽ ኣዴና ታይ ይብላ ንስማዕ። እመ ሓዳስ ተራኺብና ኣለና ሕሜት ብሃመይ ጀሚሮም። ኣነ ዝጀመርክዎ ሓዳስ ሓፍተይ ኮፍ ኢላ እያ ኣነ ግን ጠጠው ኢለ እየ ንሳ እያ ታፍርልይ እና ክብለካ ኢለ እምበር ሕዚ ዝወደይ ሓሜት ሕድ ፅቡቅ ኣይኮነን ሕማቅ እዩ ሓሜት ሕማቅ እዩ እዋ እዋ ሕማቅ እዩ ግን ብቀሊሉ ክሓልፋ ዘይደሊ ግን መድሂን እዛ ቆርጫጭ ዝገበረትኒ ብቀዳማይ ግን ደሓና ሓሜት ኣይኮነትን እዚኣ ግልፂ እያ ግልፂ እያ
እወ ባይ ዘ ወይ ብዝኸት ሰዓት እዚ ብዙሓት ሰባት ኣነ ምሕማይ እኮ ይፈቱ ይብሉኻ እሞ እወ ኣይ ምሕማይ እንታይ እሞ ምናምን እናበልካ ፀኒሕካ ናብ ሕሜት እዮም ልእቱ ኢኻ ዋ
ነዋል ንስኺ ሲንግል ኢኺ ክሳብ ሕጂ ሲንግል ኢልኩም ትሓቱ እወ መልሲ ሒዘልኩም መፅኡ ኣለኹ ኦኬ እሺ። ከመይ ጌርኪ ኢኺ ሲንግል ንስኺ ቅድምታት ትብሉ ሒ- መልሲ ሒዘልኩም መፅኡ ኣለኹ እሺ ክልተ ዓይነት ሲንግልነስ ኣሎ እሺ ቀዳመይተን በፍንጫኻ ሲንግል ዝኾንካ ሰብ እዚ ማለት ከኣ ፈቲኻ ኣይኮንካን በፍንጫኻ ኢኻ። ታይ በፍንጫኻ?
እዚኦም መብዛሕትኡ ግዜ ከኣ ሰባት ንድንግጸሎም ዓይነት ሰባት እዮም። ካልኣይ ዓይነት ሲንግል ከኣ ብምርጫኻ ስምዑ ኣለኹም ብምርጫኻ ክልቲኤን ሓደ ክመሳሰላ ይኽእላ ግን ሓደ ኣይኮናን ፍላልይወን ሓደ ኣይኮናን። ኦኬ። ኣነ ከኣ እታ ካልኣይተን እየ ተረዲእኹምኒ። ታይ ብምርጫኻ? እቶም ካልኣይቶት ዝኾና ሰባት እቶም ብምርጫና ዝኾና ቁዱብ ሪስፔክት ግበሩና ሪስፔክት ቴንኪው ቴንኪው። እወ ባይዘወይ ጽብቕቲ ምኽሪ እያ በፍንጫኻ ሲንግል ልኾንኻይ ፎቲኻ ባዕልኻ ብምርጫኻ ሲንግል ልኾንኻይ ፐእ ኣቤት ጽቡቕ ትንተና እዩ ኣሕዋት ጽቡቕ ንስኻትኩም ካበይ ኢኹም ኣብቶም ብምርጫኦም ሲንግል ልኾንኩም ዲኹም ወይስ በፍንጫኹም ሲንግል ለኾንኹም ኢኹም ኣይዞኹም ክሓልፍ እዩ ዝውን እስቲ ኣብዚ እውን ኣብ ኩላትና ዘጋጥመና እዩ ናይ ርሕቐት ትምህርቲ ተማሂርካ ዶክተር ምስ ኾንካ እስቲ ንስማዕ ሽሞ ማዘር እንታይ እዩ ሕማምኽን ወዲተይ ብዙሕ እዩ ሕማመይ ናብቲ ሓደ ዶክተር ተኸድኩ ጨጓራ ይብለኒ ናብቲ ሓደ ዶክተር ተኸድኩ ጉበት ይብለኒ ናብቲ ሓደ ተኸድኩ ነፃ ይብለኒ ናብቲ ሓደ ተኸድኩ ልቢ ድኻም ይብለኒ ምጨነቕኒ ኢና ኣኻ መጺኣ። እወ እሞ ናይኸን ሕማም ቕንጥብጣብ እዩ ልበሃል። ዋይ ቅንጥብጣ ማለት? ቕንጥብጣብ ማለትማ ካብ ጨጎራ ንእሽተን፣ ካብ ጉበት ንእሽተን፣ ካብ ሓሞት ንእሽተን፣ ካብ ዓሶ ንእሽተን እዚ ኹሉ ተደሚሩ ቕንጥብጣብ ይበሃል። ኸዚ ግን ብሓፈሻስ ኣበይታ ትኹን እዩ ልስመዐክን እሎ? ቁሪ ቁሪ እዩ ልብለኒ እሎ። እወ እሞ መድሓኒት ክእዝዘልኽን ንግሆ ቕድሚ ቑርሲ ሓደ ኮቦርታ፣ ምሸት ቕድሚ ቑርሲ ሓደ ኮቦርታ ተደልዩ ክንሕደር።
ኣታ የወዲተይ እኮ ቦታ ደኣ በዚሑኒ እኮ ናቱ ዶ ዶ ክደይ ዕለኺ እሞ ለውጢ የውሊ እዎ የውሊ ኣቤታት ክንዲ ዝስምዕ ክሎ ኣብ ባሕሪ ካብደይ ኣብ ባሕሪ ከብዲ ከንተ ኮይኑማ እቲ ኮበርታው ሓጦ
ባይዘወይ ማርያም ብስሬስ ብዝኸት ሰዓት በተለይ ኣብ ዓድና ኣሕዋት ኣብ ዓድና ይትሕመሙ እንታይ ማለት ሓቀን እዩ ዘን ዲና እዚአን ጨጎራ ሕማም ኮይኑ እካና ትኸድ ትሕከም ተለኻ ትምርመር ተለኻ ዋእ እዚ ደኣ ተቅማጥ እንድዩ ትበሃል። ኣብ ቅድሚ ኣምላኽ ዝከበር። ጨጎራ እኮ ይሓምዩመ ብራዘር ዶክተር ልዕለይ ድካ ፈሊጥካ ኢለካ ዋዋእ ሰዓል ሓሚመ ኢልካ ከይድካ እና ጨጎራ ሕማም ኔካ ትበሃል ሽኮርያ ሕማም ኔካ ትበሃል ወረ መድሃኒኣል እና ኣብ ዓድና ኣይትሕመሙ ብፍላይ ተሓሚምኩም ናብ ፈጣሪኹም ምኻድ ትሕሹ ወይ ማንጨሎትካ ምሕፃብ እምበር ናብ ሕክምና ኣቤት ከዛ ኣነ ተሓይመ ኩላ ሕክምና ከይ ክኸድ ኣቤት ደኳትረ ይቕሬታ ይቕሬታ ግበሩለይ እስቲ ኣብዚ እውን ናይ ሰብ ቲክቶክ ፅላለ ኣሎ እንታይ እዮም ዝገብሩ ዘለዉ ንከታተል ፅቡቃት ኣሕዋት ከመይ ቀኒኹም ኣለኹም ኣነ ኣብ ቀረባ ግዜ

እሞኸ ታይ እንታይ እንታይ እሞኸ እሞኸ እሞኸ ታይ እሞኸ ታይ እሞኸ ታይ ድሪ። እሞኸ እሞኸ ኣሕዋት እ፣ ሓደሽቲ ደረፍቲ ይመፁና ኣለውና እዚ ሓፍትና እዚኣ ትተኣሰር ብቕልጡፍ በቃ ማለት እቲ መንግስቲ ሲ እንታይ ኢሉ ይሰርሕ ኣሎ ካብ ለ ሓደ ሓደ ለኣስትርስ ልዝኤን ለይኣስረልና ስርዓት ለይትሕዘልና እ? እ? ካብኡ ድማ ክደርፍ እየ ትብለና ክመፀኩም እየ ኣሕዋት ደርፍላ ድያ ቱታ ትብላ ትገጥምላ ድያ ኣነ ኣይተረደአኒ ኣይተረደአኒ ታታይ እሞኸ እሞኸ ኣታታይ እሞኸ እስቲ ጾም ምድሪ እውን እዚ ሓውና እዚ እንታይ ከም ዝገብር ንተዓዘብ
እሽሬ ሰው ኮይን ክስከፍ ይውዲ ትጨናነቀ ይውዲ ምንም ዓይነት ይሁን አንቺ ዛቻ ማለት ክፍል ተለወደ ከዚህ

ባይዘወይ እዛ ስግጥ ፍምስ ካብዞም ዘይተረድኦም ሓደ ሰብ እዚ እዩ በቃ ጾም ምድሪ ስጋ ካብኡ ድማ እቲ ስጋ ድማ ርእዩ ኢለይ ብራዘር ጽቡቕ ነገር ትሰርሕ ኣለካ እኮ ኢኻ ትምስል ክውል ኢልካ ለይ ትበልዕ ክውል ኢልካ ለይ ትሰቲ ወ እሺ ተኸልቲ እስቲ ናብቲ ዝቕጽል ኣዘራራብ ዘሎ ዛዕባ ክወስደኩም ምስ ድማ ናይ ኣዶናይ ሓውና ብትማሊ ምሸት ከም ዝተኣሰረ ሰሚዕና ኩላትና ደንጊጽና ነርና እሽካብ ኸዚ ኣብ እስሪ ቤት እዩ ዘሎ ከምኡ እውን ውሳነታት ተዋሂቡሎ ንክንደይ መዓልቲ ከም ዝጸንሕ ከምኡውን ኣቡኡ ዘውጽኦ ሓበሬታ እውን ኣሎ። እስቲ ቅድሚኡ ግን ወላዲት ናይ ኣዶናይ ሓውና ኣብ ምስ ቢቢሲ ትግርኛ ዝገበሮ ጻኒሕት ኣዘራራቡ ኮይኑ ኣሎ። እስቲ ንስማዕ። ክወድቕ ይብል እንደገና ደጊመ ይልዓል። ያው ኣነ ክሰምዖ እንተለኹ ያው ኣብቲ ሶሻል ሚድያ እዩ ሰሚዐዮ እቲ ሶሻል ሚድያ ዘሕለፎ ድማ ሓሶት መሲሉኒ እንደገና ደጋጊመ ደጋጊመ ርእየዮ ያው ሓደ ሰዓትን ገለን ካብ ፖሊስ ዝተበለ እዩ ትክክለኛ እዩ ልብል ምሰንበኩ ግን ያው ምንም ተሰማዕኒ ነገር የለይ ያው ኣዶናይ ምንም ወዲ ህዝቢ እዩ ምንም ኣይኮነን ኢትዮጵያዊ እዩ ፅሩይ ኢትዮጵያዊ እዩ ውሽጠይ ይፈርሕ እዩ ከም ወላዲት ግን ምንም ሕግ እንተልዩስ ምንም ነገር ክኸውን ኢለ ኣይኣምን እና ብኡ እየ ልብል እምበር ከም ሃገረ እየ ሰሚዐ እዩ ክሰምዕ እንተሎ እንደ እንታይ ኮይኑ እንታይ ገይሩ እንታይ በዲሉ ንዝብል ነገራት ንዓይ ተመላሊሶም ጥያቄ ጠይቀዮም ንርእሰይ እውን እቲ ቆልዓ ፅቡቕን ፅቡቕን ዝገብር ዘሎ ሰናይ ምግባር እዩ ማለት ክበረታታዕ ኣለዎ ክሽለም ኣለዎ ብቃላት እናተፈንፅሑ ክዝረቡ ክሰምዕ እንተለኹ ንዓየይ ብጣዕሚ ይሕዝነኒ እዩ ግን ማለት ኣዶናይ ፍጥነት ኣለዎ ፍጥነቱ ድማ እውቀቱ እውን ደጊፉሉ ዝኸይድ ቆልዓ እዩ እና ብዙሕ ግዜ ዕረፍቲ ስኢኑ ዋላ ስቲልና እንተሪእኻዮ እቲ ፅቡቕ መልክዑ ዋላስ ጠንካራነቱ እናርአየሉ ዝኸይድ ዘሎ ቆልዓ እዩ ብዙሕ ኣብ ምቾት ነይሩስ እቲ ምቾት ዓለም ኖ ኢሉ ጥንካሬኡ ዘርእየሉ ዘሎ ስለልኾነ ንዓየ ሓበን ይስመዐኒ እዩ ይኾርዐሉ እየ እውን ወደይ ብጣዕሚ እየ ዝኾርዐሉ እሺ ብትክልቲ
ኣደይ ኣበባ ከም ዝሰማዕኹምዎን እዩ እቲ ናይ ኣዶናይ ሓውና ማእሰርቲ እሳተን እውን ከም ሰበን ከማና ኣብ ሶሻል ሚድያ እየን ሰሚዐን ክደጋገም ተለውን ምእማን እውን ከቢድዎን ነይሩ ግን ድማ ሓቂ እዩ ከም ዝተኣሰረ ሰሚዐን ከምኡ እውን ተሰምዐን ስምዒት እውን ተዛሪበን ኣለዋ ወደይ ምንም ዘጥፍኦ ጥፍኣት የለን መንግስቲ ኣፃርዩ ክፈትሖ እዩ ኢለን ተዛሪበን ኣለዋ እስቲ ፍናን ሓውና እውን ንስምዐ ተበለ እዩ ትክክለኛ እዩ ልብል ምሰንበብኩ ግን ኣደስ ኣይትንባዕ ደኣ ኣባይኪ ኣደይ መዓረይ ኣባይክን ኣባይክን ጸላኢኽን ይንባዕ ኣደ ኣዶናይ። ኣደ ኣዶናይ ሓውና ብዛዕባ ማእሰርቲ ናይ ኣዶናይ ሓውና ዘመልከተ ጢር ኢንተርቪው ገይረን ኣለዋ እቲ ኢንተርቪው ድማ ናባኹም ሒዘ መፅእ ኣለኹ ነዛ ቪድዮ እዚኣ ላይክ ምግባር ኣይትረስዑ ከምኡ ድማ ሪፖስት ግበርዋ ኢኹም ላይክ ክትገብርዋ ከለኹም ናብ ኩሉ ሰብ ስለ ዝበፅሕ እቲ ቃለ መጠየቕ ወይ ከዓ ብዛዕባ ኣዶናይ ሓውና ዝተዛረብኦ ኣደ ኣዶናይ ሓውና መታን ኩሉ ሰብ ክበፅሖ ላይክ ምግባር ኣይትረስዑ ኢኹም ክቡራት ይሕዋት ከምኡ ድማ ኣቦ ኣዶናይ ሓውና ን ኢምባሲ ካናዳ ሓጺር ኢመይል ጽሒፉሎም ኣሎ እቲ ኢመይል ድማ ከምዚ ዝስዕብ እዩ ዝመስል ወድና ኣዶናይ ፖሊስ ፌደራል ፖሊስ ናይ ኢትዮጵያ ኣሲርዎ ይርከብ ኣሎ ኣብ ትሕቲ ቀይዲ ይርከብ ኣሎ ወድና ኣዶናይ ድማ ወልሓንቲ ዝበደሎ ነገር የለን ኣዶናይ ናብ ኢትዮጵያ ዝመጸ ናዕና ንስድራ ቤቱ ንኽርኢ እዩ ወይ ከዓ ንስድራ ቤቱ ንኽበጽሕ እዩ ኣብ ሰዓት እዚ ግን ተኣሲሩ ይርከብ ኣሎ ንሕና ወለዱ ድማ ካብ ኣዲስ ኣበባ ወይ ከኣ ካብቲ ንሱ ተኣሲርዎ ዘሎ ርሒቕና ስለ ንርከብ ዘለና ብሓጺሩ እቲ ኩነታት ዝከታተሎ ዘሎ ግን ሓዉ ማትሶላ ዝበሃል ሓዉ ንኣዶናይ እዩ ዝከታተሎ ዘሎ ስለዚ ንሓዉ ክትረኽብዎ እንድሕር ደሊኹም በዚ ቁጽሪ ቴሌፎን ርኸብዎ ኢሎም ቁጽሪ ቴሌፎን ናይ ማትሶላ ሓዉ ኣዶናይ ኣብኡ ገዲፎሞ ይርከቡ ኣለዉ ብሓፈሻ ግን ቆላሕታ ንኽገብሩ ወይ ከዓ ነቲ ዘሎ ኩነታት ናይ ኣዶናይ ሓውና ብጥቡቕ ንኽከታተልዎ ንኢምባሲ ካናዳ ኣቦ ኣዶናይ ሓውና ጽሒፍሎም ደብዳቤ ይርከብ ኣሎ። ብጣዕሚ እዩ ዘሕዝነካ ኣዶናይ ሓውና መዋጽኦ ይፍጠረሉ ኩላህና መዋጽኦ ይፍጠረልካ በልዎ ኣብ ጸሎትና ድማ ንዘኩሮ ኢና እስከ ኣደ ኣዶናይ ዝበልኦ ብሕጽር ዝበለ ናባኹም ከብሎ ንካታ እሺ ብትኽልቲ ከም ትሰምዕዎ ዘለኹም እዩ እዚ ጉዳይ ኣቦ ኣዶናይ ዝኾኑ ኣይተ ብርሃነ ሃይለ ሚካኤል ናብ ኤምባሲ ካናዳ ክትትል ንክግበረሉ ብደብዳቤ ኣፍሊጦም ኣለው። ከምኡ እውን ኣብ ኣዲስ ኣበባ እዩ ተኣሲሩ ዘሎ ኣዶናይ ከምዝፍለጥ ሓው ማትሶላ ዝበሃል እሱ እዩ ዝከታተሎ ዘሎ። ናይ ኤምባሲ ካናዳ ክትትል ንክግበረሉ ፃውዒት ኣቕሪቦም ኣለዉ ከምኡ እውን ሓድሽ ዝወፀ ሓበሬታ ኣሎ ብዛዕባ ኣዶናይ ሓውና ን14 መዓልቲ ንክእሰር ተወሲኑ ኣሎ እስቲ እዛ ቪድዮ እዚኣ እውን ንከታተል አዶናይ ጃኒ እና ናፒ ዛሬ ችሎት ቀርበው ለማግኘት እየነበርና ፌዴራል ፖሊሶች እንግዲህ

ከምኡ እውን ፌደራል ፖሊስ እውን ክልተ ሰሙን ግዜ ልክወሃቦ ልቤት ፍርዲ ሓቲቱ ኣሎ እዚ ማለት ኣዶናይ ሓውና ንክልተ ሰሙን ወይ ድማ ንዓሰርተ ኣርባዕተ መዓልቲ ኣብ እስር ቤት ንክፀንሕ ተወሲኑ ኣሎ ካብኡ ድሕሪኡ ፌደራል ፖሊስ ኣፃርዩ እቲ ለሎ ቆፅዓት ወይ ድማ እቲ ዘፃረዮ ናብ ፍርድ ቤት ክቐርብ እዩ ገበነኛ ተኮይኑ ክቕፃዕ እዩ ገበነኛ ተዘይኮይኑ እውን ነፃ ክበሃል እዩ ተስፋ ይገብር እውን ቅድሚ 14 መዓልቲ ክፍታሕ ብልቕፅል እውን እቲ ዝተኸሰስዎ ክሲ እውን ተሰሚዑ ኣሎ። ብ ኣከዳድና ኣለባብሳ ኣብቲ ናይ ቲክቶክ ክሬቲቭ ኣዋርድ ብ ኣከዳድና ተባሂሎም ከም ዝተኸሰሱ ኢና ንሰምዕ ዘለና። ብልቅፅል ን ኣዶናይ ሓውና መዋፅኦ ይፍጠረሉ ክብል ይደሊ። ብልቅፅል ሓደ ሓደ ሰባት እውን ኣዶናይ ተኣሲሩ ዝተሓጎሱ ሰባት እውን ኣለው። እስቲ እዛ ቪድዮ እዚኣ እውን ንከታተል።
ኣይትሓዙልና ቁሩብ ሰኺርና ደይባትና ስለ ዘለና ኣብ ርእስና ዘየድሊ ዘረባ ተተዛሪብና እውን ሰሩ እንዳሓተትና ኢና ብዛዕባ ኣዶናይ እያ ክዛረብ ኣዶናይ ስኢ ተኣሲሩ ተጨናኒቕና ቪድዮ ንስርሓሉ ሰላማዊ ሰልፊ ንውፅኣሉ ንምንታይ ኣባሓጎይ ዘይኣስርዎ እንኳን ኣዶናይ ሲ ኣባሓጎይ ከመን ዘይእሰር ይምልከተኒ ኮይኑ ኣዶናይ ባዕሉ ከማ ኢሉ ስለ ሰባት ምጭናቕ ግደፍዎ ስለ ሰባት ኣይትዛረቡ ስለ ነብስኹም ግበሩ ስለ ዕላማኹም ግበሩ ኢሉ ኣዶናይ ባዕሉ ኣነ ከዓ ስለ ነብሰይ ክገብር ስለ ነብሰይ ክጭነቕ እንታይ ምልከተኒ ስለ ኣዶናይ ንምንታይ ዘይኣስርዎ ዘለዓለም ዓመት ኣብ ኣርባዕተ ዓመት ወ ዘይኣስርዎ በዛ ሓሳበይ ትቃወመኒ ሰብ ተለኻ ተገንጠል እየ ክብለካ ድኽእል ምክንያቱ ሕጂ ኮ ፌም ስለ ዝኾነ ኣርባዕተ ሚልዮን ስለ ዘለዎ ኢኹም ትበኽዩ ተልቅሱ ዘለኹም እምበር ሓደ ታራ ሰብ ተትእሰር ነይሩ ሕዚ ስሙ እውን ኣይመላዕልኩሞን ስሙ እውን ኣይለዓልን ርግፀኛ እየ ርግፀኛ እየ ስለዚ ስለ ኣዶናይ ሲ እንታይ ምልከተኒ ይእሰርዎ ወላ እውን ዘለኣለም ተወዲያ
ኣሰይ ባይዘወይ እዚና ንለና እኮ ሓደ ሓደ ሰባት ክትሰትዩ ተለኹም ናብዚ ሚድያ ኣይትምፁ ምክንያቱ ትዛረብዎ ኣይትፈልጡን ብልቕፅል እንታይ ኢሉ ኣዶናይስ ስለ ነብስኹም ግበሩ ስለ ናይ ሰባ ኣይትሕሰቡ ኣይትጨነቁ እዩ ኢልና ኢሉ እስኻ ግን ብራዘር ስለ ነብስኻ ዘይኮንካ ትሓስብ ዘለኻስ ብዛዕባ ኣዶናይ ኢኻ ሕማቕ ትምኒት ትምነ ዘለኻ ንምንታይ ዓሰርተ ዓመት ዕስራ ዓመት ዘይፈርድዎ እንታይ ይምልከተኒ ኢኻ ትብል ዘለኻ እዚ ማለት ድማ እስኻ ሃምለ ይምልከተካ ዘይኮንካ ተርኢ ዘለኻስ ሕማቅ ትምኒት ኢኻ ትምነ ዘለኻ ብልቅፅል እውን ኣዶናይ ኣርባዕተ ሚልዮን ፎሎወር ስለ ዘለዎ ኢኹም ትጭነቁሉ ዘለኹም ኢሉ ባይዘወይ ኣዶናይ ኣርባዕተ ሚልዮን ፎሎወር ስለ ዘለዎ ጥራሕ ኣይኮናን ተጨኒቅናሉ ዘለና ኣነ ብግለይ ኣዶናይ መዓት ስራሕቲ ዝሰርሐ ሰብ እዩ ከምኡ እውን ኣብ ትሕቲኡ እውን ብዙሓት ተጠወርቲ ኣሕዋትና ኣለው ልዕሊ ሓሙሽተ ሰባት ዝኾኑ ኣብ ትሕቲ ኣዶናይ ኮይኖም ዝመሓደሩ ጠዋሪ ዘይብሎም ሰባት ኣለው ልኣዶናይ ጥራሕ ዘይኮና ንጭነቕ ዘለና ትሕቲኡ ዘለዉ ሰባትኸ እንታይ እዮም ክኾኑ ጽባሕ ናብ ጎደና ድዮም ክወጹ ብልቕጽል እውን ኣዶናይ ዘጥፍኦ ጥፍኣት ተዝህልው ነይሩ ኩላትና እውን ከምዚ ኢልና ጎስጓስ ኣይምገበርናሉ ነርና ግን ድማ ብዘይ ጥፍኣት ብዘይ ምንም ነገር ሽካዕ ኸዚ ወንጀለኛ ኢኻ ኣይተባሃለን ኣብ ጥርጣረ እዩ ዘሎ ኣብ ምርምር እዩ ዘሎ ሓደ ሰብ ተኣሲሩ ክበሃል ተሎ መዋጽኦ ይፍጠረሉ ማርያም ምስኡ ትኹን ኣላህ ይሓግዞ እዩ ዝበሃል እሺ ብትኽልቲ ብሎም ዕለት ኣዘራረብት ካብ ዝነበሩ ዛዕባ ንዞም ዝተኸታተልኩሞም እዚኦም ይመስሉ ነይሮም